ብዛዕባ ጸገማት ክንዛረብ ተደኣ ኮይና ኣቐዲምና ጸገማት እንታይ ምዃኖም ክንገልጾም ክንክእል ኣለና። ሓንቲ ንዓይ ብጣዕሚ ደስ ዝብለኒ መግለጺ ኣላ። ንሳ ድማ ጸገማት ኣብዚ ግዜ እዚ ካባና ዝዓብዩ ዕዮታት እዮም እያ ትብል። ስለዚ ንጸገማት ከም ዓበይቲ ዕዮታት ክንሪኦም ተደኣ ጀሚርና ንሕና ድማ ንዕኦም ንምፍትሖም ነዞም ኣብዚ ግዜ እዚ ዘለውና ጸገማትን ሽግራትን ንምፍታሕ ንሕና ከም ሰብ ክንዓቢ ከም ዘለና እያ ትሕብር ማለት እዩ ብከምኡ ከያ ዘድንቃ ስለዚ ንፀገማት ከም ዓበይቲ ዕዮታት ወይ ከም ቻለንጅ ከም ብድሆ ናይ ህይወት ተደኣ ርኢናዮም ፀገማት ኣብ ህይወትና ፀገማትን መሰናክላትን ኩሉ ግዜ ስለ ዘለዉ ንሕና እውን ብዘይ ምቁራፅ ክንዓቢ ከም ዘለና እያ ትሕብር ማለት እዩ ልክዕ ከምታ ሓንቲ ተኽሊ ማይን ፀሓይን ዘድልያ ልክዕ ከም ጭዋዳታት ብከበቲ ስኸማት ክነለማምዶም ዘለና ንኽዓብዩ ማለት እዩ። ንሕና እውን ንኽንዓቢ ውድቀትን ዓወትን ኣዝዮም ኣገደስቲ እዮም። ሰላም እንታይ ረሳዕኹን ሰላም ሰላም እንቋዕ ብደሓን መጻኹም ናብ ዕቤት ሜድያ። ኣብዛ ሓዳሽ ቻነል ዕቤት ሜድያ ንዕቤትን ዓወትን ዝሃርፉ መንእሰያት ትምህርታዊ ሓገዝ ብምግባር ካብ ነንሕድና እንመሃረሉ ባይታ ንምፍጣር እዩ ዝፅዕር ስለዚ ላይክ ብምግባር ናብ ካልኦት ኣሕዋት ብዛዕባ ዝርእሲ ዝግደሱ ንክትበፅሕ ላይክ ጌርና ነዛ ቪድዮ ናብ ካልኦት ንክንበፅሕ ንግበራ ማለት እዩ ስለዚ ፀገማት ከም ዓበይቲ ብድሆታት ክንሪኦም ኣለና ኢልና ኣለና ንኣብነት ሓንቲ ቀላል ኣብነት ክህበኩም መጀመርታ ላይሰንስ ኣብ ዝገበርኩሉ መብዛሕትና መምርሒ ፍቓድ ዘለና ሰባት ንፈልጦ ኢና መጀመርታ መኪናኻ ክትዝውር ኣብ ትዳለወሉ ግዜ ከመይ ጌርካ ፓርኪን ከም ትገብር ወላ ደኣ ተምሃሮ እምበር ብዙሕ ተመክሮ ስለ ዘይብልካ ስለ ዘይዓበኻ ዘለኻ ኩሉ ግዜ ጸገም እዩ ኣነ መቸም ኣዕሩኽተይ ክድውሉለይ ከለዉ ኣብ ከተማ ኮይኖም ኣቐዲመ ዝሓታ ዝነበርኩ ነገር ገፊሕ መዕሸጊ ቦታ ኣለዎ ድዩ ኢለ እየ ዝሓትት ነይረ ምክንያቱ ብጣዕሚ ስጋብ ዝርፅ እየ ዝኸውን ነይረ መብዛሕትና ንፈልጦ ንኸውን ኢና መጀመርታ ስለምንታይ እዩ እዚ ግን ኣብዚ ግዜ እዚ ሕጂ ድሕሪ ክንደይ ዓመታት ማለት እዩ መኪናሲ ኣይትሓስብን ኢኻ ከማን ኣብ ምንታይ ፓርክ ክገብረ እየ ከመይ ኢለ ክኸይድ ኣለኒ ኣውቶማቲካሊ ስለ ዝዓበኻ ማለት እዩ ተሞክሮ ስለ ዝደለብካ ኣውቶማቲካል ትድይብ እሞ ናብ ትደለኻ ቦታ ከዓ ትኸይድ ኣብኡ ከዓ ፀገም የብልካን ምክንያቱ ብብዝሒ ተሞክሮ ስለ ዝወሰድካን ስለ ዝዓበኻን ማለት እዩ እንታይ እየ ክብል ደልየ ኩሉ ግዜ እዞም ኣብዚ ግዜ እዚ ዘለዉና ፀገማትን ዘዳኹሙና ነገራትን እንተዓቢና እሶም እኮ ከምታ ድነበርዋ እዮም ኣይቀለሉን ኣይዓበዩን ንሕና ግን እንተዓቢና ንሶም ከም ዝቀለሉ ኮይኑ እዮም ዝስምዑና ስለዚ ኩሉ ግዜ ንፀገማትና ክንስዕሮም እንተ ኮይንና ንሕና ከም ሰብ ክንዓቢ ክንክእል ኣለና ማለት እዩ ደሓር ከዓ እዞም ኣብዚ ግዜ እዚ ዘለዉ ፀገማት ፅባሕ ንግሆ ንዓና ሓገዝቲ ኮይኖም ሓገዝትና ኮይኖም ክፀንሑ ይኽእሉ እዮም መብዛሕት ክንደይ ግዜ ንፈልጦ ኢና ኣብ ሂወትና ኣብዚ ግዜ እዚ ዘጨንቐካ ነገር ወይ ዘለካ ከቢድ ጸገም ድሕሪ ግዜ ምልስ ኢልካ ክትጥምቶ ከለኻ ቧእ ካብኡ እኮ ብዙሕ ተማሂረ እየ ብዙሕ ተማሂረ እየ ድሓር ከዓ ንጽቡቕ እኮ እዩ ኮይኑ ትብለሉ ነገር ኣሎ ነዚ ኣርእስቲ እዚ ወይ ነዚ ዝተዛረብኮ ነገር እተራጉድ ሓንቲ ኣዝያ ኣዝያ ትምስጠኒ ናይ ሓደ ቻይናዊ ሓረስታይ ታሪክ ኣላ ወይ ስቶሪላ ንዓኣ ጽን ኢልና ንስማዓያ እሞ ብድሕሪኣ ካብኣ እንታይ ንመሃር ክገልጽ እየ ስለዚ ሰናይ ምክትታል። ኣብ ሓንቲ ንእሽቶይ ገጠር ሓደ ፈረስ ዝውንን ዝነበረ ሓረስታይ ይነብር ነበረ። እቲ ፈረስ እቲ እንኮ ሓጋዚ ናይቲ ሓረስታይ ነበረ። ኣብ ክራማት ዝሓርሰሉ፣ ኣብ ቀውዒ እቶቱ ዘእትወሉ፣ ናይ ዕዳጋታት ንብረት ዘመላልሰሉ እንኮ ሃብቱ ነበረ። ኣብ መዓልታት ሓደ መዓልቲ ብርቱዕ ዝናብ ዘነበ እሞ ድሒሩ ድማ ኣዝዩ ዘሰንብድ በርቅን ነጎዳን ሰዓበ። እቲ ፈረስ ነቲ ተኣሲሩሉ ዝነበረ ገመድ ብምብታኽ ብስንባደ ንበረኻ ገጹ ተመርቀፈ። ሓደ ካብቶም ጎረባብቲ ናይቲ ሓረስታይ ነዚ ድሕሪ ምስማዕ ናብቲ ሓረስታይ ብምምጻእ መስኪናይ ሰብኣይ ሕጂ እቲ እንኮ ኣገዳሲ ንብረትካ ከሲርካ፣ እንታይ ዝበልዎ ሕማቕ ዕድል እዩ ዘለካ ብምባል ተዛረቦ። እቲ ሓረስታይ ብዓቕሊ ጽን ኢሉ ድሕሪ ምስማዕ ከምዚ ክብል መለሰሉ፣ ክኸውን ይኽእል ዘይክኸውን እውን ይኽእል እዩ ብምባል ዘረብኡ ዓጸወ። እቲ ዘገርም ነገር ግን እቲ ነፊጹ ዝኸደ ፈረስ፣ ናይቲ ሓረስታይ ንጽባሒቱ ባዕሉ ተመልሰን ደድሕሪኡ ድማ ሰለስተ ካብ በረኻ ዝሰዓብዎ ናይ ጫካ ኣፍራስ ናብቲ ደምበ ናይቲ ሓረስታይ ኣተዉ። ነዚ ዝተዓዘበ ሓረስታይ ድማ ብቕልጡፍ ደምቢኡ ዓጸወ። ነዚ ዝሰምዑ ጎረባብቲ ድማ ብቕልጡፍ ናብቲ ሓረስታይ ብምምጻእ እንታይ ዝበሉኻ ዕድለኛ ሰብኣይ ኢኻ ንስኻ ሕጂ ድማ ወናኒ ኣርባዕተ ኣፍራሳት ኮንካ ብምባል ተዛረቦ። እቲ ሓረስታይ ግን ሕጂውን ብዓቕሊ ኩሉ ብምስማዕ ከምዚ ክብል መለሰሎም ክኸውን ይኽእል ዘይክኸውን እውን ይኽእል እዩ። ኣብታ ድሒራ ዝሰዓበት ንግሆ ወዲ እቲ ሓረስታይ ንሓደ ካብቶም ናይ በረኻ ኣፍራስ ከጋልብ ፈተነ እሞ እቲ ዘይጸረየ ናይ በረኻ ፈረስ ግን ንወዲ ሓረስታይ ንላዕሊ ብምስንዳው ክልቲኡ ኣእጋሩ ክሳብ ዝስበር ናብ ባይታ ደርበዮ። እቶም ጎረባብቲ ድሕሪ ምስምዖም ድማ ግዜ ከይወሰዱ ናብኡ ብምምጻእ ኣንታ ንስኻ እንታይ ዝበሉኻ መከረኛ ሰብኣይ ኢኻ እንታይ ዝበለ ሕማቕ ዝኾነ ዕድል እዩ ዘለካ ወድኻ እንተዘይሓውዩ ንድሕሪ ሕጂ ህይወቱ ምሉእ ስንኩል ኮይኑ ክሕልፎ እዩ ብምባል ተዛረቦ ሕጂ እውን እቲ ሓረስታይ ክኸውን ይኽእል ክኸውን ይኽእል እዩ ዘይክኸውን እውን ይኽእል እዩ ኢሉ መለሰሎም ድሕሪ ቁርብ ግዜ ኣብቲ ሃገር ኩናት ተጀመረ እሞ ዓሳክር ናይቲ ንጉስ ወተሃደራት ክኾንዎም ንምባል ጥዑያት መንእሰያት ናይታ ሃገር ንብምልኦም ገፈፎም። እንኮ ኣብታ ገጠር ዝተረፈ ድማ እቲ ህሩም ወዲ ሓረስታይ ነበረ። እቶም ተቐመጥቲ ናይታ ዓዲ ድማ ዕድል ናይቲ ሓረስታይ ብምድናቕ እቲ እንኮ ወዱ ካብ ኲናት ዘትረፈ ንስኻ ኢኻ ብምባል ተዛረብዎ። እቲ ለባም ሓረስታይ ንኹሉ ጽን ኢሉ ብምስማዕ ሕጂ እውን መልሱ ክኸውን ይኽእል እዩ፣ ዘይክኸውን ይኽእል እዩ እያ ዝነበረት። መብዛሕትኡ ግዜ ጥበብን ኣርሒቕካ ምጥማትን ስለ ዝጎድለና እዩ እምበር ነገራት ምስ ሓለፉ እዮም ሓገዝቲ ድዮም ነይሮም ወላስ ኣይኮኑን ዝርዱኡና። መብዛሕትና ንፈልጦ ኢና ገለ ጸገም የጋጥም እሞ ድሕሪ ግዜ ምልስ ኢልና እንተ ርኢናዮም ግን ንጽቡቕና ኮይኑ እዩ ዝጸንሕ። ንጸገማት ከም ክንብድሆም ዘለና ዕዮታት ንርኣዮም። ልክዕ ከምቲ ጭወዳታት ንኽዓብዩ ከበድቲ ሰኸማት ጌርና ክንለማመድ ዘለና፣ ንሕና ከም ሰብ ንኽንዓቢ ድማ ጸገማት ኣዝዮም ወሰንቲ እዮም። ስለዚ ክቡር ሓወይ ክብርቲ ሓብተይ እዞም ኣብዚ ግዜ እዚ ዘጨንቑኻን ዘሸግሩኻን ዘለዉ ጸገማት ጽባሕ ንግሆ ምናልባት ንዓወትካ ንመገድኻ ሓገዝቲ ክኾኑ ይኽእሉ ይኽእሉ እዮም እሞ ኣይትጨነቕ ኣይትጨነቒ ኩሉ ሓላፋይ እዩ ግዜውን ፈዋሲ ኩሉ ቁስልታት እዩ እሞ ኣጆኻ ኣጆኺ ብሓባር ኮይንና ኩላትና እቲ ናይ ሕልምና ሂወት ክንነብሮ ኢና ኣጆኻ ኣጆኺ ሰላም ስጋብ ዝመጽእ ቪድዮ ብሰላም የራኽበና ቻው ቻው።